ስለዚ ነዚ ወዲ እዚ ምስ ሰማዕኩ ተስፋ ኣለና ማለት እዩ እግዚኣብሔር እቲ ዝበሎስ ልክ እዩ ኣፍሪቃ ን ልዕሊ ሰባት መፀሉ ግዜ ሓደራ ማሕበር ነዚ ሰብ እዚ ፀሎትኩም ዘክርዎ እግዚኣብሔር ድልዱል ክርስትያን ገይሩ ከም ቆስጠንጢኖስ ን ብበትርን ኣንታ ትመፅ ዘሎ ሰሌፍ ንዕ ዓድሎ ዘይብለ ንመድሕኒ ያለን ኣብ ክርስትና ኣሚኑ ምስኡ ኮንካ ከይድ ዘይብለና እዩ ምሳኹም ስለ ዝኾነ እዩ እምበርኮ እቲ ሴፍ ኮቪድ ናህንኩኮ ይብለና ኣሎ እግዚኣብሔር ስለዚ ብጣዕሚ ዘሕብን ነገር እዩ ዋላ ትተረቡ እኳ ዋላ ኣብ ልብኻ ዝኣቱ ማለት እዩ መንፈስካ እኮ እዩ ዘሕድስ መሊሱ እሞ የደቅስ ወሎ ፀዓሉ ኣሕዋት የደቅስ ወሎ ኣፍሪቃዊ ሓሳድ ይንዓው

ኣነ ኣብራሂም ትራወረ ይበሃል ናብዚ ዝመጻኹ ነቲ ሚድያኹም ኩሉ ምስ ሰማዕኮ ገበነ ናይ ኣፍኩም ንሆ ድማ መሸፈኒ ናይ ገጽኩም ክገልጽ ኢለ መጽ ሕቡእ ኣጀንዳ ኣብዚ ይብልኹም ቴሮሪስት መጽኦም ይብልኹም ባዕሎም እዮም ኣጽዋር ዝህብዎም ሓማስ ይብልኹም ባዕሎም እዮም ዝሕምስዎም እዚ ኩሉ ኮ ባዕሎም ከዮም ዝገብሩና ንኤርትራን ኢትዮጵያን ኢሎም በሌና ኩስኻ ባዕሎም እዮም ጸንሑኻ ንስኻ ክትበኣስ ከለኻ ናትካ ኤክስፕሎይቴሽን ይወስድዎ ወዘተረፈ ስለዚ ኖ ሃዳናይ ከምዚ እንዳበልኩም ንዓይ ተቃልዎ ቃል ዝሰማዕክዎ ከምዚ እዩ ከምቲ ንስኹም ትልም ንእሽተይ ኢልኩም ተቃሎ ወዲ 34 ዓመት እየ ሎሚ ናብ ዝመጻኹም ግን ገበና ናትኩም ክቐልዕ እዩ ገበና ናትኩም ስፐሻሊ ብዜና ኣውታራት ንምሁራት ኣፍሪቃውያን ናይ ምስላብ ኣእምሮ ንግርማ ድማ ሕልና ኩሉ ወዲ ሰብ ኩሉ ሰብ ከውን ኣበይ ድዩ ዝኸይ ዘሎ ሊብያ ሰንጢቑ ኣብ ሊብያ እኮ መዓት በንዚን ኣሎ ኤርትራ ኮይዱ ኣብ ሊብያ ቤንዚን ክሰርሕ ይደሊ ይደሊ ንሱ ጥራይ ኣይኮነን ማለት ፃዓዱ እንታይ ከም ዝምሃርና ትፈልጥ ኣፍሪቃዊ ንባዕሉ ክቃተል እምበር ክሰርሕ ኣይክእልን እዩ ዝብል ፕሪንሲፕል ኣብ ልብና ስለ ዝገብርና ነብሲ ወከፍ ዋላ ናይ ኤርትራዊ ኣጀንዳ ክኾኑ ኤርትራዊ ብድላ ጥራይ ይጸርፍ ስለ ዝበሎ ኣብ መጨረሻ ብኻራ ክቃተል ዝኸኣለ እኮ ነዚ እዩ። መን ኢሉካ ኮፍ ኢልና ክንመዓዓድ ዘይንኽእል ስለምንታይ ኢለና ንርዘረር። ስጋዕ ክንድዚ ዝገበርዎ ናቶም ገበናት ከመይ ዝመሰለ ትምህርቶም ናቶም ዜናታት ከመይ ከም ዝመሰለ ከቃልዕ ኢለ እየ መጽየ እዩ ረእይዎ ወረ ተትሰምዖ ጽቡቕ እዩ ንምትርጓም ግዜ ከይወስደልኩም ማለት ስለዚ ኣፍሪቃ ኣብ መጨረሽታ ነጎዳን ምርቅን ወሊዳ እግዚኣብሔር ፍጻሜ ይሰብዋሉ ግንካ ህድሮ ይብልን እዩ ለይትን ቀትርን ፈተነ ቅትለት ምስ ገበርሉ እዮም ከመይ እንጅግና ዶ የንብርዎ እዮም ጻዕዳ ሕድረካ ኢልኩም ተሓስቡ እዚ ንምህሮ ዘለና ሓቀኛ ታሪክ ስለ ጎይታና ምድሓና ንስ ክርስቶስ ተዝነግረኩም ካህናት ካህናት ንዓይ መኻራ ምሓርግን መዓት ሓሶት ታሪክ ኣሎ መዓት መድሃኒ ኣለም ክርስቶስ ኮፍ ኣቢሉ ምስጢር ዝገለጸ ንዓኻ ዲ ይገልጸልካ እታ ጀልፋፋት ንዓኹም ጋ ገሊጸልኩም ኣይትጻረፍ ከምዚ ትብል ኣረት ሴፍ ይሃበኒ ክሳድ ክሳዶም ንኩሎም ኮይኖም ከምኡ ከይመስለኩም ኣነ ናብዚ ክመጽ ከለኹ ወይ ክሳደ ይገንጥሉኒ ወይ ድማ ክሳድ ኩሎም ኣጋንንት ረጊጸ ክርስቶስ ከንግስ ኢለ መጽ እምበር ምሳኹም ክኩዕ እንዲ ክዛረብ ኣይመጽኹ ነዚ ሰብዚ ምስ ረኣኹ እታ መዓልቲ ንኣምላኽ ዝለመንኮ ሎም መዓልቲ ሎም ዘይትገብራ ከምኡ ከይመስለኩም እንዳ ስዋ ከይደ እንዳ መስተ ከይደ ኤርትራ መኣስ ብዝሓልፈላ ኢለ ክሕነቕዶ ብገመድ ክሽንቀቕ ዝብል ትውልዲ ከማን ኣብ ቅድመይ ተጽንሐኒ ቅንዕናን ሰይፍን ተዓጢቑ ዝኸይድ ትውልዲ ኣብ ቅድሜና ቆሙ ስለዚ እዚ ትሪእዎ ዘለኹም መንእሰይ ብጣዕሚ ብጣዕሚ Today I'm pulling off your masks

ካብቲ ናይ ኣፍሪቃዊ ዘረባ ከምዚ ኢሉ ምዝራቡ ግን እቲ ዝበልጽ ነገር እሱ'ዩ። ኣየ ድዩ ኮይኑ? ካልእ ድዩ ኮይኑ? እዚ ሰብዚ ብቑዕ እዩ። ስለዚ ንኣፍሪቃውያን ኩሉ ግዜ እንታይ ማለት እዩ? ድኽነት ኣለዎም፣ ውድቀት ኣለዎም። ኣብ ሃገሮም ከምዚ ስለ ዘለዎም ከምዚ ክንገብረልኩም ረድኤት ክንገብረልኩም እንዳበሉ እቲ ዝቡና ከኒና እቲ ዝቡና እኽሊ ኩሉ ኮ ፖለቲክ እግዚኣብሔር ስለ ዘዕቀበና እምበር ንሱ ኮ ይኮነን ኣብ ኤርትራ ኣነ ዘይርስዖ ማለት እዩ ዘይርስዖ ሩዝ ዘምጽኦ ዝነበረ ሩዝን ን ድማ ዘምጽኦ ዝነበሩ ፋፋ ማለት እዩ ስፔሻሊ ፈር ሚል ኤንድ ዶንኪ ኮ ይብል ነይሩ እዚ ዝበለጸ ንኣድግን ንፈረስን ኮይ ዝብል ነይሩ ንበቕሊ ንኣድጊ ንፈረስ ጸባ ዝመጽእ ዝነበረ ድማ ስፔሻሊ ፎር ካት ኤንድ ዶግስ ዝብል ነበረ ለካ ንዓና ዘምፅልና ኒዶ ገለመለ ኢሎም ጸባ ዝብና እ ኣብ ኣሜሪካ ምስ ከድካ ግን ኣብቲ ናይ ካትል ሱፐር ማርኬት ወይ ድማ ፔት ሱፐር ማርኬት ዝብል ኣሎ ሓቂ ዶ ናይ እንስሳ ሱፐር ማርኬት ኣብኡ ለካ ናይ በዓል ድሙ ናይ በዓል ክልቢ እግዚኣብሔር ስለ ዘዕቅበና ኮይና ኢና ኣምላኽ ኣፍሪቃ ይድቅስን ኣይጣኸስን ባዕለይ ክንግረው እምበር ንዓና ዘይገበርዎ ነገር የለንኩ ዘይገብርዎ ነገር የለን ስለዚ ኣብ ቀርኒ ኣፍሪቃ ዝተዓወትሉ ንወያነ ብምሓዝ ብርግጽ እየ ክነግረኩም ማለት እዩ ነዚ ኩሉ ህዝቢ ትግራይ ኣብ ህልቂት ዘብጽሖ እኳ ኣሜሪካውያን ሓሶት ከይመስሎም ሕጂ ድማ በዚ ጸላኢኻ ከምዚ ጸላኢኻ ዝብሉ ጠቕሞም ስለ ዝገደሎም ከምዚ ስለ ዝበለ እዩ በቲ ኮይኑ በቲ ማለት እዩ በታ ሓንቲ መእተው ዝሰኣኑላ በቲ ሓደ ሓደ ግዜ ሓቂ ሓቂ ኢልካ ምስራብ ኤርትራ እዩ ኣይተንበርከኹም ኣሕሊፉ ከዓ እግዚኣብሔር ኣይሃባን ልዕሊ ዝኾነ ነገር ስለዚ